መጋየሽ ካብ ማሕበር ደቂ ኣንስትዮ ትግራይ ኣዶ ወንበር ማሕበር ደቂ ኣንስትዮ ትግራይ መምህር ኣባ ሃይለስላሴ ነዚ ናይ ሴፍ ሃውስ ስራሕቲ ኣብቲ ብክልል ደረጃ ዘተሓብራ ወይዘሮ ለታይ ተስፋይ ካብ ከተማ ዓዲግራት ምክትል ከንቲባ ኣብ መንጎና ኣለው ካብ ሃይማኖት ኣቦታት እውን ኣብ መንጎና እኒው ዕድመ ዝተገበረልክን ካልኦት ኣጋይሽን እንኳዕ ናብዚ ዕድመና ኣኽቢርኩም ብሰላም መፃኹም ክብል ይደሊ ተመረቕቲ ከዓ ነዚ ናይ ሎማዓንቲ ብጣዕሚ ደስ ዝብል ዕለት ኣነ ናይ ምርቓ ዕለተ እየ ዝሳዊሶ ባይዘወይ ብጣዕሚ ነዛ ደስ ትብል ክብርቲ ዕለት ስደዳና ናበልክን ብጣዕሚ ብሃንቀውታ ናትፀበኸን ኣፀናሕኸን ዕለት እንኳዕ ደስ በለክን እንኳዕ ኣብፀሐክን። እሞ እቲ ነዚ ጉዕዞ እዚ ብዙሕ መሰናኽል ሓሊፍክን ብዙሕ ግዜ ብዙሕ ናይ ፃዕርን ብዙሕ መስዋእቲ ከፊልክን ስድራኽን ገዲፍክን መነባብሮኽን ገዲፍክን ኣብዚ ዘለክን ፀገማት ተፃዊርክን ንሕና ኩሉ ሙሉእ ኣማሊእናልክን ከይኮነስ ኩሉ ነገር ተጻዊርክን ኩሉ ሰጊርክን ነዛ ለማዓንቲ ክብርቲ ዕለት ክትምረቓ ስለ ዝበጻሕኽን ደጊመ ብሽም ማሕበር ደቂ ኣንስትዮ ዞባ ምብራቕ ኣነ ልዑል ክብርን ምስጋናን እዩ ዘለኒ እና ንዓኻትክን ንባዕልኽን እንኳዕ ደስ በለክን። ከምዚ ዓይነት ምረቓ ሕዚ ካልኣይ ግዜ ኢና ንገብሮ ዘለና። በብሰለስተ ወርሑ ሰርቲፋይድ እናኾና ይኸዳ እየን ኣዴታት። እስካብ ሕዚ ነዚ እዚ ትካል እዙይ ካብ ዝኽፈት ስሩዕ ኮይኑ ካብ ዝኽፈት ክልተ ዓመት ገይሩ ኣሎ። ክልተ ዓመት ከቑፅር ከሎ ከባቢ ሓደ ሽሕን ዕስራን ሓሙሽተን ደቂ ኣንስትዮ ኣገልጊልና ኣለና። ካብዘን ሓደ ሽሕን ዕስራን ሓሙሽተን ኣዴታት ክልተ ዙር ምረቓ ብኸምዚ ብሴርሞኒ ካልኣይ ዙር እዩ እዙይ። ዝተረፈ ግን በብሰለስተ ወርሒ ዘዘሰልጠናየን ሰርቲፊኬት ናሃብና ሰርቲፋይድ ጌርና ኢና ንሰደን ስለዚ ሎማዓንቲ ኣጋጣሚ ኮይኑ ኣብ ኣሸንዳ ግዜ እዮ ዝሓለፈ ሴርሞኒ ከምዚ የዘጋጂና ምረቓ ጌርና ኔርና ካልኣይ ዙር ተመረቕቲ ነዚ ሴርሞኒ እዚ ዕድለኛታት ኮይንክን ኣለኽን እና እዚ ምረቓ እዙይ ክንገብር ሴርሞኒ ክዘጋጅየልክን ኩሉ ነገር ማሕበር ደቂ ኣንስትዮ ትግራይን ባዕሉ እዚ ፕሮጀክት ዘተሓብር ኣካል ካብ ላዕሊ ኣትሒዙ ኣዋዲዱ እዩ እዚ ፕሮግራም ተኻይዱ ኢሉ ኣብዚ ኮፍ ኢልና ዘዘጋጃናዮ ኣይኾነን ሕዚ ካብ ኣብ መንገዲ እውን ስለ ዝፀንሓ መምህር ኣብ ሃይለስላሴ ናብዚ መድረኽ ክዕድም እሞ ነዚ መድረኽ ብዕሊ ነቲ መዓልቲ ዝምጥን መልእኽቲ ተጠቃምና ከንቲባ፣ መራሕቲ ሃይማኖት፣ ናይ ማሕበርና መሓውር፣ ናይ ጋንታ ኣፈሹም፣ ናይ ከተማ ዓዲግራት ኣለኽን ካብ ግልጋሎት ሓደ ማእኸል ዝተዓደምክን ነጋይሽ እውን ኣለኽን። ንኹልኽን እንኳዕ ናብዚ ከምዚ ዝበለ መድረኽ ኣራኸበና ኢለ ክጅምረቱ ዘረባ እሞ ብዋናነት ድማ ናይዚ ዕለት ሰብ ዋና ዝኾንክን ከምቲ መኽፈቲ ትዛረቦ ዝነበረት ትርሓስ ናይዚ ዕለት ሰብ ዋና ዝኾንክን ኣዴታትና ኣሕዋትና ገለ ገሊኽን ከዓ ደቅና ንእስ ዝበልክን ተሃሊኽን ደቅና እውን ዝኾንክን ዝተፈላለዩ ሞያዊ ስልጠና ወሲድክን ናብዚ ከምዚ ዝበለ ዝማዕረገ ማለት ገለ ገሊኸንስ ደቅኽን ክኾንልክን እምበር ንስኽን ከምዚ ዝበለ ጋወን ተኸዲንክን ክትምረቓ ዘይሓሰብክን ዝነበርክን ኣዴታት እውን ከም ዘለኽን ይርኢ ኣለኹ ግን ድማ እዚ ዕድል እዚ ረኺብክንስ ልክዕ ከምተብ ደቅኽን ከምዚ መኣዝዩ ዝምረቐለይ ትብልኦ ጋወን ለቢስክን ሞያ ሒዝክን ናብዚ ምረቓ እዚ እንቋዕ ኣብቀዐክን እንቋዕ ደሰለክን ክብለክን ይፈቱ። እሞታ እዩ ከም ማሕበር ደቂ ኣንስትዮ ትግራይ ከምዚ ዝበለ ማእኸል ኣብ እዛ ትካል እዚኣ ሓዊሱ ኣርባዕተ ቦታ ኣለና። ዝተፈላለየ ፀገም፣ ዝተፈላለየ ሽግር፣ እቲ ኩነታት ናይ ዓድና ንፈልጦ ኢና። ንሱ ዝወለዶ ብዙሕ ከበድቲ ፀገማት፣ ከበድቲ ሽግራት ኣብ ልዕሊ ደቂ ኣንስትዮ ትግራይ ከም ዝበፅሐ ይፍለጥ እዩ። ማሕበር ደቂ ኣንስትዮ ትግራይ ድማ ንመሰልን ማዕርነትን ደቂ ኣንስትዮ ክትቃለስ ዝተጣየሸት ትካል እያ። ቅድሚ እቲ ኩናት ኣብ ካልኦት ዘርፊ ስራሕቲ እያ ብዓብዩ ትነጥፍ ነይራ። ካብዚ ኩናት ናብዙይ ግን ቁፅሪ ሓደ ህይወት ኣደታትን መናእሰይን ኣብ ምድሓን እያ ማእኸል ገይራ እናሰርሐት መፅያ። ቁጽሪ ሓደ ህይወትክን ክድሕን፣ ጥዕናዊ ኩነታትክን ክድሕን፣ ኣተሓሳስባኽን ናብ ንቡሩ ክምለስ ናይ ምስራሕ ስራሕ እዩ። ስለዚ ኣብዚ ሰለስተ ኣርባዕተ ዓመታት እቲ ዋና ትኹረት ልሃብናዮ፣ ህይወት፣ ስነ-ኣእምሮ ኣዴታት፣ ኣካላዊ፣ ስነ-ኣእምሮኣዊ፣ ማሕበራዊ ኩነታት ናይ ምትዕርራይ፣ ናይ ምድጋፍ፣ ናይ ምሕጋዝ ስራሕቲ እናሰራሕና መፂእና ኢና። ከም ክልል ልዕሊ ሓሙሽተ ሽሕ እንድዒ ቁፅሪ ክወስኸሉ ወይ ክቀንሰሉ ክኾን ይኽእል ግን ልዕሊ ሓሙሽተ ሽሕ ተኤግዛክት ተዘይኾነ ግልጋሎት ሂብና ኣለና። ኣብ ዝተፈላለዩ ማእኸላት ኩለ መዳይ ግልጋሎት ናይ ምግቢ ግልጋሎት፣ ናይ መደቀሲ ግልጋሎት፣ ናይ ሕክምና ግልጋሎት ናይ ዝተፈላለዩ ስልጠናታት ድማ እቲ ግልጋሎት ኣለዎ እቲ ማእኸላትና እዚ ማእኸል ተገይሩ ብዝደለየኦ ባዕለን ብዝሓረየኦ ሞያ ክስልጥና እዚ ትካል እዚ እውን ናይ ባዕለን ገዛ ገይረን ክወስድኦ ናይ ካሊእ ገዛ ገይረን እንተሓሲበንኦ እቲ ስነ ኣእምራዊ ሕውየት እውን ቀልጢፉ ክመፀእ ይኽእልን ስለዚ ከም ገዘኣን ተሰሚዕወን ኣብዙይ ዘለዋ ስታፍ እውን ለይትን ቀትርን ኣብ ጎነን ኮይነን ባዕለን ምግበን ከዘጋጅያ፣ ባዕለን መደቀሲኤን ከፅርያ፣ ባዕለን ኣብ ዝመረፅኦ ሞያዊ ስልጠና ክወስዳ ብምግባር ልክዕ ኣብ ገዘኣን ከም ዝቕመጣ ዘለዋ ሓሲበን እቲ ስልጠናታት ዝወሃብ ቁፅሪ ሓደ ንቲ ምሕዋይ እውን ይሕግዝ እዩ። ሰብ ኮፍ ኢሉ ክውዕል ተሎ ዝሕሰብን ዘይሕሰብን፣ ዘጋጠመካን ዘየጋጠመካን ናብ ርእስኻ ናተመላለሰ ክንደይ ከም ዘጨንቕ ይፍለጥ እዩ። ኣብ ስራሕ እንድሕር ውዒልካ ግን እቲ ቀልብኻ ናብቲ ስራሕ ስለ ዝኾነ ኣካል እቲ ሕውየት እዩ ማለት እዩ። ምንቅስቓስ ባዕሉስ ኣካል እቲ ሕውየት እዩ። ምስ ሰባት ተራኺብካ ምውጋዕ ባዕሉ ኣካል ሕውየት እዩ። ጥራሕ በዓል ሞያ ኣይኮነን ዘሕውየካ፣ ባዕልኻ ንባዕልኻ እውን ክትሓዊ ትኽእል ኢና ትኽእል ኢኻ። ፅቡቕ ባህሊ ድማ ኣለና። ሐዚ እናተሸርሸረ ከይኸደና ንፈርሕ ኣለና እምበር ጹቡቅ ባህሊ ጹቡቅ እምነት ተጋሩ ከም ተጋሩ ኣመንቲ ኢና ኣብ ንናይ ባዕልና ሃይማኖት ጹቡቅ ባህሊ ኣለና ናይ ምትሕግጋዝ ናይ ምትሕዝዛን ናይ ምድግጋፍ ባህሊ ኣለና ስለዚ እዚ ውን ኣብታ ሓንቲ ጓል ኣንስተይቲ ዘሎ ጸገም ኣብኣ ጥራሕ ከም ዝበጽሓ ሓሲባ ርእሳ ዝተበላሸወት ዝነበረት ኣደ ምስ ከምኣ ዝበለት ክትራኸብ ተላ ዋእ እሞ እዚ ጸገም እዚ ስባ ናይ በይነይ ኣይኮነን ካብ ናተይ ስባ ናይ እከለ ይገድድ ካብ ኣነ ዝበጽሐንስ ዝሓፍተይ ዝበጽሓ እባ ይገድድ ኢልክን ባዕሊ ንባዕልኽን ትተሓዛዘናሉ ትተሓጋገዛሉ ትደጋገፋሉ ግልጋሎት ማእኸል ኮይኑ እዩ ዝቕጽል ዘሎ እዚ ግልጋሎት ማእኸል እዚ ናይ ዓድግራት ግልጋሎት ማእኸል ካብ ካልኦት ፍልይ ዘብሎ ዘሎ ግን ብጣዕሚ ኣብዚ ዘለዋ ሰሙያ እውን ክምስገና ዝግበኣን ዞባ ኣደ ወንበር ማሕበር ደቂ ኣንስትዮ እውን ክትምስገን ዝግበኣ ዞባ ኣደ ወንበር እውን እያ እዚ ትካል እውን ኣብኡ ከላ ክትድግፎ ክትሕግዞ ፀገሙ ክትፈትሕ ብሓላፍነት ዝሃብናያ እያ ኩሉ እናንቀሳቀሰት ትወስዶ ዘላ ስለ ዝኾነት ክብሪ ኣለኒ ነተን ስታፍን ንብሙልአን ንትርሓስ ነደ ወንበር ዞባ ማሕበር ደቂ ኣንስትዮ እውን ትፍልይ ዘብሎ ኣፍተን ካልኦት ትካላትና ከምዙይ ዝበለ ብጋወን ምምራቕ ኣይተጀመረን። ገለገሊኤን ቅድም ኢለን ዝጀመራ እየን። እዙይ ሀዚ ካልኣይ ዓመቱ ዝገብር ዘሎ እዩ። ግን ድማ ቀልጢፈን ትሞያ ሒዘን ጨቢጠን እዚ ተኸዲንክንኦ ዘለኽን ጋወን ባዕልኽን ዝሰፈኽንኦ እዚ ማእኸል እዩ ቅድም ኢሉ ዝተጀመረ እዩ ዓም እውን ቀደማይ ዙር ስልጠና ተዋሂብሉ ምረቓ ዝተኻየደሉ እዩ ካልእ እውን ወሲክናሉ ትኾና ብቑፅሪ ስለዚ ከምዙይ ዝበለ ምዕሩግ ብዝኾነ መንገዲ ክትምረቓ ንቲ ሞያኽን ከምዙይ ምምራቕክን እቲ ዓብዪ ነገር ንቲ ዝሰልጠንክናሉ ሞያ ዝዓበየ ክብሪ ክትወኦ ስለዘኽእል እዩ ቆብዕ ስለ ዝገበርካ ጥራሕ ኣይኮነን እቲ ሞያ ትሒዘዮ ዘለኹ ቁም ነገር ኣለዎ ረብሓ ኣለዎ ጽባሕ ንግሆ ብዙይ ሰሪሐ ክልወጥ ይኽእል እየ ኣብ ሰነ ስለ ዘለናስ ነጎዳ ንውርዩ እንዲያም ከምኡ ምስ ማዕና ደስ ይብለና እና ኽብሪ ሂብክንኦ ንቲ እታ ማሕበር ዝተፈላለዩ ማለት እዚ ክትሰርሕ ተለኻ ማዓት ፈተናታት እዮም ዘለዉ ትህሉ ኩነታት ናብ ግምት ኣእትዩ በጀት ካብ ማዓልቲ ናብ ማዓልቲ እናቀነሰ ምግቢ ከይትስእና ማተርያል ከይሰኣን መሐከሚ ከይሰኣን ዕስራን ኣርባዕተን ሰዓት ተብ ክልል ለሎ ሰራሕተኛ እውን ወረቐት ኣብ ምጽሓፍ፣ ፕሮፖዛል ኣብ ምጽሓፍ፣ ናብ ዝተፈላለዩ ኤምባሲታት ኣነ ሕዚ ትማሊ ምሸት እየ ኣትየ። ክሶን እዩ ዝኸድኩ ኣዲስ ኣበባ። ካብ ኤምባሲ ናብ ኤምባሲ እየ ናተዃለልኩ ቀንየ። እዚ ትካል እዚ ክዕጾ ስለለይግብኦ፣ ክቕጽል ስለልግብኦ፣ ከመይ ጌርና ኢና ክነቐጽሎ? በጀት ልበሃል የለን፣ ይጎድል ኣሎ፣ ይውዳእ ኣሎ። ስለዚ ከመይ ኢና ክነቐጽሎ ንኽእል? እንታይ ክትሕግዙና ትኽእሉ? ናበልና ናተለመነ እዩ ዝመጽእ። ግን ተጋሩ ለመንቲ ኣይኮናን ሰሪሕና እንነብር ሰባት ኢና ከም ህዝቢ ብቲ ኩናት ኢና ናብ ከምዚ መጺና ዘለና ግን ከምዚ ዝበለ ካብ ኣማኢተ ሸሓት እስኽን ዕድለኛታት ኮይንክን ዝዕድል እዚ እንድሕር ረኺብክንኦ ኮይንክን ናብ ምረቃ በቂዕክን ኣለኽን ስለዚ ከመይ ገይረ ዓርሰይ ዝኽእል ቡቲ ዝረኸብኩዎ ፍልጠት፣ ቡቲ ዝረኸብኩዎ ዓቕሚ፣ ቡቲ ሒዘዮ ጨቢጠዮ ዘለኹ ሞያ፣ ብዘለኒ ናይ ደገ ተመክሮ እውን ከመይ ገይረ እየ ዓርሰይ ክኽእል፣ ከመይ ገይረ እየ ስድራይ ክመርሕ ዘለኒ፣ ከመይ ገይረ እየ እዙይ ዝረኸብኩዎ ስልጠና ናብ ጭቡቕ ተግባር ክቕይሮ ዘለኒ፣ ክልውጦ ዘለኒ ዝብል ዓብዪ ገዛ ዕዮ ንኣኽን ኢና ንህብ ዘለና ማለት እዩ። መብዛሕትኡ ግዜ ዝገጥም እንታይ እዩ፣ ከምዚ ገይርካ ሰልጢንካ ገለ ገይርካ ልኾነ መተኣሳሰሪ እግሪ መትከሊ ኢልካ ትህብ እሞ እቲ እግሪ መትከሊ ገለ ገሊኡ ኣብ ዘይኮነ ቦታ ዝውዕለሉ ተመሊሱ ተጸባዪ ዝኾነሉ ኣጋጣሚ ይፍጠር እዩ። ካብዚ ነገር እዚ ክትወጻ እየ ኣነ ኣብዛ ምረቓኽን መዓልቲ ሓደራ ዝብላ። ሀዚ እውን ንሕና ልመናና ኣየቋርጽን ክንእልሽ ኢና ክንልምን ኢና ግን ለሚንና ክንህበክ እንተለና እግሪ መትከሊ ተባሂሉ ክወሃበክ እንተሎ ቀልጢፍክን ናብ ቁም ነገር ናብ ተግባር ኣቲኽን ካብ ተጸባይነት ክትወጻ ካብ ልመና ካብ እንዳ እከለ ከምዚ ይገብር ኣሎ ታይ ካብኡ እንታይ ይረክብ ካብኡ ወጺና ባዕለይ እውን ሰሪሐ ለይትን ቀትርን ደቀይ እውን ኣሳቲፈ ከመይ ገይረ እየ ናብራይ ዝልውጥ ዋ ጸላእቲ እኮ ሕማቅ ነገር ክገብሩ ተለው ንሱ እናዘከርና ዘለኣለም ኣብ ጭንቀትን ካብ ጭንቀት ከይወጻና ስራሕ ከይንሰርሕ ተዓሊሙ እዩ ተሰሪሑ ስራሕቲ ንሱ ቅብል እናገበርና እናቆዘምና ንነብር ተኾይንና ብኣካል ምሳና የለውን ፀላእቲ ብተግባር ብስነ ኣእምሮ ግን ኣብ ውሽጥና ኣለዉ ማለት እዩ። ከይተረደእና ከይተፈለጠና ዕላምኦም ኢና ነሳኽዕ ማለት እዩ። ስለዚ ካብዚ ክንወፅእ እዩ እቲ ትፅቢት ልግበር። ንኡ እውን እዩ ዝተፈላለዩ ስልጠናታት ተዋሂብክን ዝተፈላለዩ ሕክምና ግልጋሎታት ረኺብክን ኢኽን። ፅቡቕ ስልጠና እውን ወሲድክን ኢኽን ኢለ እየ ዝወስድ። እቲ ስልጠና ብቲ ዝሰልጠን ክንኦ ክኾን ይኽእል ብዘለክን ተመክሮ ቅድሚ ሀዘ ደገ እናሃለኽን ስድራኽን ንምምሕዳር ትሰርሖ ዝነበርክን ስራሕቲ ክኾን ይኽእል ናብ ስራሕ ምውፋር ግን ግድነት እዩ እቲ ንሪኦ ዘለና ካብ ዓመት ናብ ዓመት ናይ ልመና ቅርሺ እናጎደለ እምበር እናወሰኸ ኣይኮነን ዝመፅእ ዘሎ ስለዚ ትረኺብናዮ ዘለና ዓቕሚ ማእኸል ጌርና ቀልጢፍና ናብ ተግባር ምንቅስቃስ ኸም ትኣትዋ ካምዙ ደሚቕክን ተመሪቕክን ኦኔኸን የኸው ብታ ኸምዚኣ ዝበለት ዕድል ዝረኸብክናና ኸምዙይ ዝበለ ስራሕ ጀሚርና እኔኤና እሞ መፂኽን እስኪ ረኦይኦ ንጎረበትና እውን ሞዴል ንኾነለና መርኣያ ንኾነለና ዓቕምና እውን ካምዙይ ተዋፈራና እልና ነምህረለና ክትብላና ኢና ትፅቢት ንገብር እሞ እታ ማሕበር ኸዚ እውን ዓቕማ ዝፈቐዶ ኣብ ኣዴታት ምሕዋይ፣ ኣብ ኣዴታት እግሪ ምትካል ዓቕማ ዝፈቐዶ ትሰርሐላ እያ፣ ሀዚ እውን ዓቕማ ዝፈቐዶ ክትሰርሕ እያ፣ ግን ድማ እቲ ዝዝቐደመ ናብ ተግባር እናኣተወ ፅቡቕ ውፅኢት ከምፅእ ስለዝግበኦ እዩ ደጊመ ሓደራ ዝብለክን ዘለኹ፣ እሞ ያው ኣብዚ መዓልትኽን ተረኺበ ከምዚ ኢልክን ደሚቕክን ክሪኤክን እውን ከም ግለይ እውን ብጣዕሚ ሕጉስቲ እየ፣ ደጊመ ንተመረቕቲ። እንቋዕ ደስ በለክን እንቋዕ ናብዚ መዓልቲ እዚ የብጽሐክን ይብል። ኣጋይሽና ድማ እንቋዕ ደሓና መጻኹም ክብል ይፈቱ። የቐንየለይ።

ትግራይ ዝተኸበራ ወይዘሮ ልታይ ተስፋይ ካብ ማሕበር ደቂ ኣንስትዮ ትግራይ ዝተኸበርኩም ሃይማኖት መራሕቲ ዝተኸበራ ወይዘሮ ትርሓስ መኮነን ኣደ ወንበር ዞባ ምብራቕ ማሕበር ደቂ ኣንስትዮ ዝተኸበርክን ናይ ስታፍ ኣባላትን ዝተኸበርክን ክቡራት ተመረቕትን ሎማዕልቲ እንቋዕ ንዛ ክብርቲ ዕለት ብሰላም ኣብፀሐክን ክብል ይፈቱ እሞ ኣነ ኣጋጣሚ ኮይኑ ኣብዚ ምርካበይ ብወገነይ ንባዕለይ ብጣዕሚ ተሓጒሰ ኣብ ደቂ ኣንስትዮ ክምረቓ ከለዋ ብዙሕ ስራሕ ተሰሪሑ እዩ ምስ ወይዘሮ ትርሓስ ሓደ ሓደ ስራሕውቲ ነዳዲ ገለ ገለ ክብላ ከለዋ ብተግባር ኣይንሪኦን ዝብል ነይርና ሀዚ ብኣካል ኮይና ምርኣይና ግን ብጣዕሚ ሀዚ እውን ደጊመ ሕጉስ እየ ማለት እዩ ኣውዙይ ዝሪኦ ዘለኹ ስራሕ ትግራይ ዝተፈላለየ ፀገማት በፂሑና ብፍላይ ኣብ ደቂ ኣንስትዮ ብዙሕ ፀገም በፂሑና ብዙሕ ሐዚ ቆፂርካ ዘይውዳእ ፀገም በፂሑና ኑዙይ ንምሕዋይ ግን ማሕበር ደቂ ኣንስትዮ ትግራይ ዝተፈላለዩ ፃዕርታት ገይርክን ምስ ዝተፈላለዩ ናይ NGO ገበርቲ ሰናይ ትካላትን ናይ መንግስቲ ኣካላትን ኮንክን ምስ ዞባ ማሕበር ደቂ ኣንስትዮን ምስ ካልኦትን ደገፍቲ ኣካላትን ኮንክን ኑዚ ከመይ ጌርና ኢና ደቂ ኣንስትዮና ነሕዊ፣ ከመይ ጌርና ኢና ናብ ስራሕ ነዕቢ፣ ከመይ ጌርና ኢና ነሰልጥን ኢልክን ሰሪሕኽን ቅድም ኢሉ እውን ዝተፈላለየ ስልጠናታት ሂብክን ኣመሪቕክን ኢኽን ሕዚ ድማ ብጣዕሚ ሞያዊ ስልጠና እውን እቲ ንሪኦ ዘለና ሞያዊ ስልጠና እውን ብኣካል ንሪኦ ስለ ዘለና እዚ ሞያዊ ስልጠና ሰልጢንክን ከምቲ ሓንተወይ መምህር ዝበለቶ ኣብ መወዳእታ እዩ ክበፅሕ ዘለዎ። ስልጠና ሰልጢንካ ናብ ተግባር እንተዘይተኣሳሲሩ ምስ ስራሕ እንተዘይተኣሳሲሩ ትርጉም የብሉን። ስለዚ ኣነ ክብለክን ዝደሊ ዝተፋላለየ ኣንቶ ውን ይባሃል ነይሩ ሐዚ ውን ሓገዝና ኣይነቋርፅን ይብላ ነይረን ማሕበር ደቂ ኣንስትዮ ብናይ ባዕልኽንን ብዝግበረልክን ሓገዝን ኣብ መወዳእታ ናብ ውፅኢት ክትበፅሓ ስራሕ ዕድል ክትፈጥራ ኣናእሽተይ ዝኾንክን ውን ቀፃላይ ዝኾነ መነባብሮኽን ዓበይቲ ዝኾንክን ውን ደቅኽን ክተማሓድራ ብዚ ኣጋጣሚ እዙይ ክፅውዕ ይደሊ ፅቡቕ ናይ ምረቓ መዓልቲ ይግበረልክን የቐንየለይ።
ክልል ማሕበር ደቂ ኣንስትዮ ኣዲ ወንበር መሳርሕተይ ወይዘሮ ኣበባ ዝተኸበርኩም ዕድማት ኣጋይሽ ካብ ዝተፈላለየ ገበርቲ ሰናይ ትካላትን ካብ ሃይማኖትን ካብ ካልኦት ቢሮታትን ዝመጻኹም ዕድማት ኣጋይሽ ከምኡ እውን ብጣዕሚ ለኽብረክን ብጣዕሚ ንፈትየክን ኣዴታትና ኣሕዋትና ደቅና ናይዚ ዕለት እዚ ጻማኽን ክትረኽባ ንምረቓ ተዳሊኽን ዘለኽን ተመረቕቲ እንኳዕ ነዛ ክብርቲ ዕለት ናይ ብዙሕ ሕይወት ጉዕዛኽን ናይ ሕሉፍ ሕይወት ጉዕዛኽን ንድሕሪት ገዲፍኽን ንቕድሚት ሓደ ስዳሮ ሓደ ኢልኽን ትጅምራላ መዓልቲ እንኳዕ ትካልና ካብቶም ብዙሓት ዘርፍታት ኣብ ማሕበር ደቂ ኣንስትዮ ትኹረት ትገብረሎም ኣጀንዳታት ሓደ ኮይኑ ብፍላይ ድማ ግንባር ቀደም ዝረኣዩ ዘርፍታት ሓደ ኮይኑ ብዝለዓለን ብዝለዓለ ፃዕርን ብዝለዓለ በጀትን ዘሎ ሃፍተ ገነትን ብምሉኡ ነዚ ስራሕ እዚ ኣውዒላ ትኸይድ ዘላ ማሕበር ደቂ ኣንስትዮ ብዋናነት መሰረት ናይ ሰባት መሰረት ናይ ህይወት መሰረት ናይ ህላወን ምዕባለን ኣብ ሰብ ስለ ዝኾነ፣ ማእኸልና ሰብ ምድሓን ተሓሳብ ተገይሩ ብኹለ መዳይ ነጢፍና ኢና ኣብዚ ስራሕ እዚ ንኸዶ ዘለና እሞ ልክዕ ከምቲ ዕላማ ገይራ ጀሚራቶን ትሰርሖን ዘላ ማሕበር ደቂ ኣንስትዮ ውፅኢት እውን ብኡ ልክዕ ኣባይታ ክንረኽቦ ተሓሳብ ላገበርና ብዋናኡ ግን እዚ ስራሕ እዚ ካብ ዝጅመር ልዕሊ ሽዱሽተ ዓመት ዝገበረ ኮይኑ ግን ድማ ዕላማታቱ መጀመርያ ክጅመር ተሎን ሕዚ ድሒሩ ዝመጽእን ናይ ባዕሉ ኣፈላላይ ዘለዎ ኮይኑ ኣብቲ ናይ መጀመርያ ዝነበረ ኣጀማምራና ማዕርነት ደቂ ኣንስትዮን ደቂ ተባዕትዮን ንምርግጋጽ ንንውሕ ዝበለ ዘመናት ማሕበር ደቂ ኣንስትዮ ላሰርሐት መጽያ እያ። ግን ድማ ምስቲ ልክዕ ዝሰርሐቶ ለውጢ ንምርካብ ሕጽረት ስለ ዝነበረ፣ ማእከል ናይ ጽንዓት ኮይኑ፣ ኣብ ማሕበረሰብና ናይ ለውጢ ሓይሊ ንምፍጣር፣ ማዕርነት ደቂ ሰባት ዝተረጋገጸላ ትግራይ ኣብ ምህናጽ ናይ ባዕሉ ግደ ንክጻወር ማእከል ተገይሩ ተጀሚሩ ነይሩ እዩ። ብፍላይ ኻዓ ካብቶም ጥቕዓታት ውሽጢ ኣብ ፆታዊ ጥቕዓት ማእኸል ዝገበረ ተዃሳሓይን ንፅባሕ ዘይበሃልን ጉዳይ ስለዝነበረ ማእኸል ገይራ ጀሚራቶ እያ። ንደቂ ኣንስትዮ ላድሓነት ኣብ ማሕበረሰብ በተሓሳስባ ንምቕያር ናይ ባዕሉ ትምህርቲ ላተወሰደሉ ፅንዓት ላተወሰደሉ ብዝሐሸ ነገር ምስ ዩኒቨርሲቲታት እውን ተኣሳሲሩ ንምኻድ እዩ እቲ ሓሳብ ተገይሩ ተጀሚሩ። ግን ድማ ኣጋጣሚ ኮይኑ ከም ዕድል ዲና ክንብሎ ከም ሕማቕ ስዒቡ ዝመፀና ካብ ዓቕምና ንላዕሊ ዝኾነ ነገር ገጢሙና ትምህርቲ ግን ረኺብና ፀኒሕና። በዚ መሰረት ኢና ክነስፍሖ ተገዲድና ማለት እዩ። ኣብ ትግራይ ሓንቲ ዝነበረት ሐዚ ናብ ኣርባዕተ ዘሸጋገርናዮ ፎቲና ደሊናዮ ሃሪፍናዮ ክንሰርሖ ስለ ዘለና ዘይኮነስ ከይፎተና ኣብ ልዕለና ብዝወረደ ጸገም ኣይንምርካኸን ዝብል ኣምር ተሓንጊጥና ን ከምቲ ሕቆና ንምስባር ተሓሳቢ ተገይሩ ልተሰርሐ ኣይንስበርን ካብ ዝብል ተበጊስና ኢና ናብ ኣርባዕተ ማእኸላት ኣዕቢና ካብ ሰላሳ ሰብ ናይ ምቕባል ዓቕሚ ዝነበራ ናብ ሸውዓተ ሚእቲ ብሓደ ግዜ ናይ ምቕባል ዓቕሚ ዘለወን ማእኸላት ኣዕቢና ክንሰርሕ ዝተገደድናሉ እቲ ዝገጠመናን ዝወረደናን መበገሲ ብምግባር እዩ። እዚ ክስራሕ እንተሎ ንሓደ ነገር ጥራሕ ዘይኮነ ዕላማ ማሕበር ደቂ ኣንስትዮ ምብቃዕ ደቂ ኣነስትዮ ክስካብ ዝኾነ ብኹለ መዳይ ንክበቕዓ ብዘኽእለን መንገዲ እዩ ኣብ ሕድሕድ ማእኸላት ተኸፊቱ ዝስረሐሉ ዘሎ ማለት እዩ። ብኹለ መዳይ ክንብል ተለና ካብ ጥዕና ጀሚሩ ኣካላዊ ኩነታትና፣ ስነ ኣእምሮኣዊ ኩነታትና፣ ክእለትናን ኣተሓሳስባናን ብቕዓትናን እውን ከምኡ እውን ሓልዮትን ምሕደራን ናይ ምሽካም ተኽእሎና እውን በቲ ልክዕ ተፈጥሮናን ዝሃበና ልክዕ ክንሽከም ብዘኽእለና ዓቕሚ ፈጢርና ክንወፅእ እዩ ዝስራሕ ዘሎ እዚ ስራሕ እዚ ክንሰርሖ ተለና ክስካብ ዝሓለፈ 216 እቲ ዝነበረና ሰፊሕ ፀገም ህይወት ናይ ምድሓን ስራሕ ትኹረት ጌርና ኢና እናሰራሕና ፀኒሕና እቶም ካልኦት ናይ ስልጠና ማእኸላት ብዋናነት ዓርሰ እምነት ንክውንና ማእኸል ገይርና ኢና ጎናዊ ድጋፍ ላገበርናዮ ፀኒሕና። ኣብዚ ሕዚ ክልተ ሽሕን ዓሰርተ ሸውዓተን ዓመተ ምህረት ግን ኣሰራርሓና ብዝሐሸ ኣፅፊፍና ነእምሮና ንምሕዋይ ጥራሕ ዘይኮነስ ብቑዓት ኾይንና ተወዳደርቲ ኾይንና ኣብ ደገ ወፂና ዓርስና ንመርሐሉ ስራሕ እውን ትኹረት ሂብና ካብ ህይወት ናይ ምድሓን ስራሕ ብዝበለፀ ዝፀፈፈ ስራሕ ናብ ዝብል ተሸጋጊርና ኣብዚ ዓመት እዚ ጀሚርናዮ ኣለና። ብርግፅ ናይ ዓዲግራት ማእከል ቅድም ኢሉ ቅድሚ ዝሓለፈ ዓመት እውን ዝሐሸ ኣፈፃፅማ ስለ ዝነበሮ ብኳሊቲ ደረጃ ዝሐሸ እውን ስለ ዝነበረ ምምራቕ ጀሚሩ እዩ። ካልኦተን ማእኸላት ግን ሐዚ ኣብዚ ዓመት እዚ እየን ናብ ዝሐሸ ደረጃ ብቲቤት እውን እውቅና ተዋሂብዎ ክኸይድ ብዘኽእላና ልክዕ ዘለና ኣቕርቦት ይኾን ዝሃብናዮ ጊዜ ይኾን ዘለና በዓል ሞያ ብቕዓት ይኾን እዚ ብሙሉእ እላማላእና ናብቲ ሕጋውነት ተሸጋጊሩ ብደረጃ ሲኦሲ እውን ልሐሸ ብቕዓት ዘለወን ደቂ ኣንስትዮ ከፍርያሉ ብዝኽእላሉ ኣገባብ ናይ ምኻድ ስራሕ ኢና ሕዚ ኣብዚ ክልተ ሽሕን ዓሰርተ ሸውዓተን ጀሚርና ዘለና ናይዚ ፈለምቲ ተመረቕቲ ድማ ሎመዓልቲ ትምረቓ ዘለኽን ኣዴታት ኢኸን ማለት እዩ ኣብዚ ዘለኽን ተመረቕቲ ካብቶም ኣብ ማእኸላትና ዝወሃቡ ልዕሊ ትሽዓተ ዓይነት ናይ ስልጠና ዘርፍታት ኣለውና ካብቶም ትሽዓተ በቶም ሓሙሽቲኦም ኣብዚ ዘለኽን ተመረቕቲ በቒዕኽን ትምረቓ ከም ዘለኽን ካብቲ ካብ መሳርሕትና ዝረኸብናዮ መረዳእታ ይሕብረና ማለት እዩ። ኣብ ሕድሕዲኡ ዝወሃቡ ስልጠናታት ባዕልኽን ኣብዚ ዘለኽን ተመረቕቲ ትፈልጦ ኢኽን። ነጋይሽና ሓበሬታ ንምሃብ ግን ካብ ምግቢ ምድላው ጀሚሩ ምግቢ ምድላው ክበሃል ተሎ እቲ ኣዴታትና ወሓለታት እየን ካብ ቀደመን ግን ድማ ከዓ እቲ ዘመናዊ ዘሎ ናብ እንጀራ ዝቕየር ዓይነት ምግቢ ኣደላልዋ ተሓዊሱሉ ብዘመናዊ ዝሰልጠነ ሰብ ማእኸል ተገይሩ ዝወሃብ ስልጠናታት እዩ ዝህልየና ዘሎ ምግቢ ናይ ፀጉሪ ስልጠና ናይ ክዳን ስፌት፣ ናይ ሽምዓ ምምራት ኸምኡ ውን ስንጀር ብተወሳኺ ኣብዚ ዓመት እዚ ደማ ፍልይ ብዝበለ መልክዑ ናይ ሳሙና ስልጠና ጀሚርና ኣለና። እዚ ኣብ ማጨውን ኣብ ዓዲግራትን ጥራሕ ዘተኣታተናዮ እዩ። እዚ ካብ ምንታይ ኢና ተበጊስና መብዛሕትኤን ዘ ማእኸላትና እዚኤን ባዕለን ብዘፍረዮ ባዕለን ንምጥቃም

ትገብራዎ ዘለኽን ነገር ናይ እግዚኣብሔር ስራሕ እዩ ሃዋርያዊ ስራሕ እዩ ብሓቂ እግዚኣብሔር ዝፈቱ ሰብ ዝፈቱ እዩ እግዚኣብሔር ዝፈቱ ሰብ ዝፈቱ ሰብ ዝፈቱ ካዓ እዩ እግዚኣብሔር ዝፈቱ እና ብሓቂ ብናተይ ቃል እኳ ክንደየናይ ክትምስገና ኮይንክን ይውሕደክን ግን ቅድሚ ኩሉ ኩልኽን ኣመራርሓ ካብ ክልል ይኹን ካብ ዞባ

ኣብቲ ዘሎናዮ ግዜ ዓብዪ ጸጋ እዩ እና ካብ ገለ ካብ ገለ ኣላሊሸን ዘምጻኦ ጥቅሚ ኣባዚሕኺን ጥቅሚ ሰሪሕኺን ኣብዚ ገዛ ባኻትክን ዘይትሰርሐ ነገር የለን ብትምህርቲ ብዝተፈላለየ ትምህርቲ እውን ነቂሕኺን ለቢምክን ጥዑያት ኣመራርሓ ንትርሓስ ረኺብክን ካልኦት እውን ኣብነት እየ ሓሓንቲ ዝጠቅስ ዘለኹ እምበር ኩላኻትክን ሓቢርክን ከምዚ ክትሰርሓ እንከሎኽን ብሓቂ እግዚኣብሔር ኣምላኽና ብቅዱስ ዳዊት ገይሩ እንታይ ይብለና ኣሕዋት ኣሓት ብሓንሳዕ ተሰማሚዖም ተኣኪቦም ኣብ ዘለውዎ ኣነ እውን ኣብ መንጎኣቶም ኣለኹ እዩ ዝብለና ሔዚ ሓይሊ ፀጋ ክርስቶስ መንፈስ እግዚኣብሔር ኣላህ ንበሎ ክርስቶስ ኩሉ ሓደ ዩ ጸገም የለን ናይ ፈጣሪ ጸጋ ስለ ዝተሓወሶ ስለ ዝኾነ እንኳዕ ኣብጸሐክን እዋይ ኣሓተይ ኣሕዋተይ ኩልኹም ኩልኽን ኣብ ዓለም ብዙሕ ኢና ሪኢና ብ ንእሽተይ ዕድመ ቀዳማይ ዓለም ጦሪነት ዘስዓቦ ነገር ሪኢና ካልኣይ ዓለም ጦሪነት ዝገደፎ ነገር ሪኢና ኣባና ውን ስቪል ዋር ግዜ ጦሪነት ግዜ ዝነበረ ይኩን እሂ ብዘይ ኣገባብ ዝመጸ ህዚ ኣብ ልዕሊና ዝተፈጸመ ኩናት ትግራይ ይኩን ኩሉ ክንሪኦ እንከሎና ኣባና ዝተፈጸመ ነገር ጥራሕ ገሪና ክንሓስብ የብልና ኣብዚ ገዛ ክንደይ ግዜ ከምኡ ኢለ ተዛሪበ ኣለኩ ኣብ ኩሉ ዓለም ዝፍጸም ዘሎን ዝፍጸምን ስለ ዝኮነ ከማና ዝሳቐዩ ክንረክብ ብጾት ክኾነና ኣይምደለናን። ግን ኣባና ጥራሕ ተወሲኑ ዝነብር ከምዘይኮይነ ገይርና ክንሓስብ ኣሎና። ከማና ዝሳቐያ ኣለዋ። ግንከ ኣብ ስቓይ ኣይነብራን ኣይንነብርን ኣይትነብራን ንስኻትክን እውን። ብጸሎትክን ብስራሕክን ሻላ ሰናይ ምሕደራ ሳላ ጥዑያት ደቀንሽትዮ ዝመርሓ መራሕቲ ተረኺበን ናብዙይ በጺሕክን ኣለኽን። ፌሚኒዝም ይበሃል ወይ ከዓ መሰል ደቂ ኣንሽትዮ ዓለት ከይፈለየ፣ ቋንቋ ከይፈለየ፣ ከባቢ ከይፈለየ፣ ሃይማኖት ከይፈለየ ዝሰርሓ ደቂ ኣንሽትዮ ስለ ዘሎና ኩሩዓት ኢና። ዓሰርተ ትሽዓተ ክፍለ ዘበን ኣብ ዓዲ እንግሊዝ ሜሪ ዋርንስታይን ትበሃል ጓል ኣንሽተይቲ ደቂ ኣንሽትዮ ካብ ወፅዓ ክወፃ ኣለወን ኢላ ብዝፈልስፈቶ ፍልስፍና ሐዚ ኣነ ኣብ ዝቡብ ኮለጅ እውን እምህር እየ ኣብ ፍልስፍና ፈሜኒዝም ይበሃል ናይ ደቂ ኣንሽትዮ መሰል ክኸብር ከም ዘሎ እዙይ ኣቐድመን ሻላ ሕዋሓት ህዝባዊ ወያነ ሓርነት ትግራይ ዝፈለጣ ደቂ ኣንሽትዮ ኣደታትናን ኣሓትናን ተመልሚለን ዓብየን እዚኣታት ከይተምሃራ እዙ ኹሉ መፃሕፍቲ ከየገላበጣ ደቂ ኣሓትና ክሳቐ ኣይብለንን ጠበቓ ክንከውን ኣሎና ኣድቮካሲ ጠበቓ ናይ ኣሓትና ክንከውን ኣሎና ኢለን ለይቲ ምስ መዓልቲ ከይዓረፋ ስራሕ ኣብ ልዕሊ ስራሕ ተደራሪቡ እውን እናሃለወ ይሰርሓ ኣለዋ ንስኻትክን ከ እዚ ኩሉ መከራ ናይ እዮብ ሓዘንን ናይ እዮብ ጸገም ገይሩልክን እዮብ ቅዱስ ዝብሃል ዘለኣለም ኣብ ስቓይ ዝነብር ዝነበረ ሰብ ነይሩ ፍቓድካ ስለ ዝኾነ ካባይ ኣሕልፎ እምበር ኣነ ኣየማርርን ኢሉ ይቕበል ነይሩ ኣብነት ዝኾነልና ዩ ኣብ መጽሓፍ ቅዱስ ንስኻትክን እውን ከቢድ ይኹን ቀሊል ይኹን ካብ መጠን ዝሓለፈ ይኹን ኩሉ ዝረኸብክናኦ ነገር ናብ እግዚኣብሄር ሂብክን ከምቲ ኣዶና እግዝእትነ ማርያም ሎሚ ዕስራን ሓደ መዓልቲ እንድዩ ኣጋጣሚ በዓለ ማርያም እዩ ዓብዪ በዓል እዩ ሞራል ናደና ማርያም ከምዙይ ዘብጽሐትና ቅድስት እኖና ማርያም ናይ እምነት ጠበቓ ኮይና ናይ እምነት መሰረት ኮይና ናይ ደቂ ኣንስትዮ ሃውልቲ ኮይና ናይ ደቂ ኣንስትዮ ድሕነት ኮይና እትነብርሲ ንስኺ ከምዚ ዓይነጸ መፍትሐ ንህዝቢ ዓለም ድሕነት መንገዲ ክትከፍቲ ኢኺ ሰብኣይ ዘይትፈልጥዮ ክትጸንሲ ክትወልዲ ኢኺ ኢየሱስ ክርስቶስ ብመንፈስ ኣቢሉ እምን እግዚኣብሔር ኣብ ብመንፈስ ኣቢሉ ምስ ተናገራ ዋእ ከመይ ኢሉ ይኸውን እዚ ነገር ኢዛ ተጨኒቓ በጠን ንላዕሊ ግን ሓይሊ መንፈስ ስለ ዝነበረ ኣጆኺ መንፈስ ከጽልለኪ እዩ እቱ ሓይሊ ልኡል እውን ክሕግዘኪ እዩ ኩሉ ነገር ክትሕገዘ ኢኺ ምስ ተባሃለት ከም ፍቓድካ ይኾነለይ ኢላ ተቐቢላቶ እዮብ እውን እቲ ስቓይ ከምኡ ኢሉ ከም ዝተቐበለ ንስኻትክን እውን እዙይ ሓሊፉ እዩ ኣነ ሎሚ ተሓጒሰ ቅድሚ ሀዚ ክመጽእ እንከሎ ዝስምዐኒ ዝነበረን ሎሚን ሰማይን ምድሪ እዩ ሻላ ጥዑያት መራሕቲ ኣዴታት፣ ኣሓት፣ ኣሕዋት፣ ሃይማኖት መራሕቲ፣ ኤንጅኦታት ኩሎም ተሓባቢሮም ናብዚ ደረጃ እዚ ክንበጽሕ እንከሎና በይንትኽን ከምዘልኽን ሓሲብክን በይኑ ዝተሳቀየ እዩ ሞራል ዝወድቆ እምበር በይንትኽን ዘይኮነስ ናይ ስቃንክን ተሳተፍቲ ዝኾኑ ዝኾና ምሳኻትኩም ምሳኻትክን ከምዘለዋ ሓሲብክን ኣሚንክን ኣጆኻ በርትዓ እግዚኣብሄር ምሳኽን ይኹን